ሰላም ተኸታተልቲ ኤሪ ሞቲቬሽን ሎምዓንቲ ድማ ብሓደ ኣዝዩ ኣገዳሲ ኣርእስቲ ተመሊሰኩም ኣለኹ ሰናይ ምክትታል። ነብስኻ ምፍላጥ ንሕና ደቂ ሰባት ኣብ መዓልታዊ ሂወትና ብፍላጥ ይኹን ብዘይፍላጥ ምስ ነብስና ብሕቶታት ኢና ንዛረብ እቲ ዘገርም ነገር ግን ነቶም እነቕርቦም ሕቶታት ባዕልና ንምልሶም ምዃንና እዩ ንኣብነት ሓደ ነገር ክንገብር ንሓስብ እሞ ከከም ዕቤት ርእሰ ምትእምማንና ወይ ይኽእሎ'የ፣ ክዕወተሉ'የ፣ ክዕወተሉ ይኽእል'የ ኢልና ንምልስ ወይ ድማ ብኣንጻሩ ክንዕወተሉ ከም ዘይንኽእል ንነብስና ንምልሰላ። እዚ ኣብነት ኣብ ግብሪ ምስ እንሪኦ ሓደ ሰብ ናይ ባዕሉ ንግዲ፣ ቢዝነስ፣ ክጅምር ደልዩ ንበል። እዚ ሕቶ'ዚ ኣብ ርእሱ ምስ ተላዕለ፣ ርእሰ ምትእምማኑ ትሑት እንተደኣ ኮይኑ፣ ክላእ እከለ እንታይ ክብለኒ፣ ግዜይ ኣጥፊኤ እንተዘይተዓወትኩኸ? እንተኸሰርኩኸ? ወዘተ ብምባል ነቲ ምናልባት ህይወቱ ምሉእ ክቕይር ዝኽእል ዝነበረ ሓሳብ ብኸንቱ ይኸስሮ። ርግእ ኢልካ እሞ ሕሰብ፣ ዝበዝሐ ግዜ ብዛዕባ ውድቀት ዲኻ ትሓስብ ዋላስ ዓወት? ብዛዕባ ዓወት ጥራይ ምሕሳብ ኣብ ህይወተይ እንታይ ለውጢ ከምጻለይ ይኽእል ትብል ትህሉ። ህይወትና፣ ናብራና፣ ውጽኢት ውጽኢት ወይ መስትያት ኣተሓሳስባና ምዃኑ ክንዝንግዕ የብልናን። ብሓጺሩ ንስኻ እቲ ብተደጋጋሚ እትሓስቦ ኢኻ። እቶም ቅኑዓት ናይ ዓወት ሕቶታት ንነብስና መዓልታዊ ብምሕታት ናብቲ ክንከዶ እንደሊ መኣዝን ክነብላ ነዞም ዝስዕቡ ናይ ዓወት ሕቶታት ብፍላጥ ደጋጊምና ብምሕታት ባዕልና ብምምላስ ነብስና ንፍለጥ። ኣብዛ ቤት ኣብዛ ኤሪ ሞቲቬሽን እትብል ሓዳሽ ቻነለይ ንዓወትን ትምህርትን ዝሃልፉ ንመጻኢ ጠሚቶም ዝጽዕሩ መንእሰያት ትምህርታዊ ሓገዝ ብምግባር ካብ ነንሕድና ንመሃረሉ ባይታ ንምፍጣር እየ ዝጽዕር ኣበይ ኣለኻ ዘይኮነስ ናበይ ትኸይድ ኣለኻ'ዩ ወሳኒ ነገር እሞ ሓቢርና መንገዲ ዕቤትን ለውጥን ንኺድ ነዛ ቪድዮ ላይክ ብምሃብ ናብ ካልኦት ክዓብዩ ዝደልዩ ኣሕዋት ከም እትበጽሕ ንግበር። ናይ ዓወት ቁጽሪ ሓደ። ኣብዚ እዋን ኣብ ሞያውን ውልቃውን ህይወተይ ዝያዳ ሓጎስ፣ ሕጉስ፣ ዝገብረኒ ነገር እንታይ እዩ? ክልተ። ዝያዳ ኣብ ዕዮይ ተስፋ ንኸይቁርጽ ድርኺት ዝፈጥረለይ ወይ ዘተባብዓኒ ነገር እንታይ እዩ? ሰለስተ። ዝያዳ ርእሰ ተኣማንነት ክህልወኒ ዝገብር ነገር እንታይ እዩ? ኣርባዕተ፣ ንመን እኣምን መንከ ይኣምነኒ? ሓሙሽተ፣ ኣብዚ ሕጂ እዋን ኣብ ህይወተይ ዝያዳ ሓጐስ ዝህበኒ ነገር እንታይ እዩ? ሽዱሽተ፣ ኣብዚ ሕጂ እዋን ኣብ ህይወተይ። ዝያዳ ዝሕበነሉ ነገር እንታይ እዩ? ሸውዓተ። ኣብዚ ሕጂ እዋን ኣብ ህይወተይ ስለ ዝበጻሕክዎ ወይ ዘለኒ ዘመስግነሉ ነገር እንታይ እዩ? ሸሞንተ። ኣብዚ ሕጂ እዋን ኣብ ህይወተይ ዝያዳ ዘሐጉሰኒ እንታይ እዩ? ትሽዓተ። ኣብዚ ሕጂ እዋን ኣብ ምንታይ መብጽዓ ወይ ቃል ኣትየ ኣለኹ? ዓሰርተ። ንመን እየ ዘፍቅር? መን እዩኸ ዘፍቅረኒ? ዓሰርተ ሓደ፣ ሎሚ ወይ ትማሊ እንታይ ሂበ? ንመንከ ሓጊዘ? ዓሰርተ ክልተ፣ እንታይ ተማሂረ? ዓሰርተ ሰለስተ፣ ሎሚ ካብ ልቢ ዘሐጉሰኒ ነገር እንታይ እዩ? ነዞም ናይ ዓወት ሕቶታት ንነብስና ደጋጊምና ብምሕታት ኣብ መዓልታዊ ህይወትና ክፋል ናይ ናብራና ክንገብሮም ብፍላጥ ሂወትና ክንመርሕ ግዜ ሂብና ንመልሶም።